እንታይ ትገብር መጺኻ እንታይ ትገብር ማለት እሞ እንታይ ትገብር መጺኻ ናብዚ ክረዳዳእ ሰላም ክፈጥር መጸ በይዛ ኺዶ ብሰላም ንፍትሖ እሞ ሰላም ትፈትሕስ ንምንታይ ንዓ ሕዝኻለይ ትመጽእ ታይ ጸገም ኣለዎ ክረዳዳእ ከረዳድኣኪ መጸ ኣነሰ ሳንሃለይት ሰላም ክረክብ ይኽእል እየ ንምንታይ ናብ ገዛይ ሕዝኻለይ ትመጽእ እረ በይዛኺ ሰላም ፍጠሪ ሰላም ሰላም ሰላም ናይ ቻናለይ ተኸታተልቲ ሃመይ እንኣኹም ደሕና ድኹም ኣነ ሰላም ኣምላኽ ይመስገን በብድናኹም ሰላምኩም ብዙሕ ትርፍ የርለይ ከመይ ውዕልኩም ከመይ ኣምሽኩም ብድጋሜ እግዚኣብሔር ኣምላኽ ይመስገን ኣነ ሰላም እየ በብድናኹም ኩርናዓት ዓለም ሰላምኩም ብዙሕ ትርፍ ይበል ናበልኩ ብድጋሜ ሎማንቲ ድማ ያው ሃም ልሙድ ኣሌክስ ሕዝና መፅና ኣለና ማለት እዩ ያው ቤቲ ኣሌክስ እና ሊሊኦም ናይ ልማዕንቲ ርእስና ማለት እዩ እንግዲህ ያው ኩላትና ከም ንፈልጦ ምቅናዩ መንጎ ኣሌክስ እና ሊሊ ዝተፈጠረ ያው ቤታ መንጎኦም ከም ላእተየት እንግዲህ ቤቲ ሓማ ከም እናበረት ኣሌክስ ድማ ንቤቲ ምጥቂ ጥይቅ ከም ልኸደ ሊሊ ድማ ግርግሩ ከይዳ ሓፍዋ ከም ዝረኸበቶ ምናምን ብዙሕ ነገራት ነይሩና ብቻ ቤተሰብ ኣብ መንጎኦም ከቢድ ጎንፂ ኣሎ እና ሎማዕንቲ ንራዳዳ እሞ ናብ ገዛ ክመፀ ምስ በላ እሺ ኢላ ትስማዕምዓ ክትፅበዮ ነውራ ማለት ቤተሰብ በስተመጨረሻ ግን ያው ክልተኦም ከም ንራዳደኡ መፁ ከም ንራዳደኡ ይነብሩቲ ስምምዖም ግን ያው ኣጋጣሚ ኮይኑ በይኑ ኣይከዳይ ማለት እዩ ምስ ቤቲ ከይድዋ ማለት እዩ ቤተሰብና ምስ ቤቲ ካዳ ተሎ ድማ እንግዲህ ሊሊ ብጣዕሚ እያ ተባሳጭዋ ኮርያ ማለት እዩ እንግዲህ ኩላትና ንፈልጦ ዋላ ኣነ ንቤት ትሕዝዋ ክኸደ ይኖረ እርግጥ ማለት እዩ ምክንያቱም ወና መጻልእቶም ወና ኣብ መንጎኦም ኣትያ ሓዳሮም ንፋስ ክኣትዎ ትገብርላ ሓንቲ እሳ ካብ ዝኾነ ድረስ ማለት እዩ ቤተሰብ እውነት ለመናገር በቃ ኣነ እውነት ሰብኣየ ትብሎ ተፍቅሮ ሰብ ኣነ በቃ እዚ ሰብ እዚ ይደልዮ እዩ እዚ ሰብ እዚ ስለለይደልዮ ግን ካብ ህይወተይ የውፀለይ የርሕቀለይ። ተይልካ ሰበይትኻ ተይላትካ ግዴታ ኢካ እቲ ሰበይቲ ካልኦት ትፈትዮ ነገር ካብ ህይወትኩም ካብ ህይወትካ ተርሕቅ ኣላ ማለት እዩ። እና ቤተሰብ እና ያው ወድለ ሃም ሰበይቱ መጠን ኣነ እዚ ሰብ እዚ ኣይደልዩን ካብ ህይወትና ናይ ህይወትና ኣይተምፅእዮ ኣይደልዮ ተይልዋ ን ሰብኣያ ብላ ን ሓዳራ ብላ እቲ ስለዝደልዮ ግዴታ እያ ክትሓድጎ ማለት እዩ። ሰበይትውን ሃሙ እዛ ሰብዛ ኣነ ኣይደልያን በቃ ናይ ህይወትና ቀንዲ በጽባጽ ስለ ዝኾነት ካብ ህይወትና ኣውጽኣ ካብኣ ርሓቕ ትብሎ ተላ መማረጺ ክገብራ ኣይነብረይ ኦረዲ ማለት እዩ እና እሱ ግን ያው ሃምና መማረጺ ተጠቕሙ ንከይሓድጋ ሞንጎ የለሎ ልቡ ማለት እዩ ንልሊ ከይሓድግ እውን ንቤት ከይሓድግ እውን ናብ ክልተዐን ኢለሎ ልቡ ማለት እዩ እና ቤተሰብ እንግዲህ ሎም ማዕንቲ ደማ በስተ መጨረሻ ሕዙ መፁ ንምንታይ ሒዝካል ትመፅእ ትሎተላ ትራዳድኣ ቀንዲ ነገሩ ናይቲ ነገር መልዐሊ ቤት ስለዝኾነት ክትረዳዳኢ ተረዳድአና እውን ይብልዋ ማለት እዩ እሳ ድማ እሳ ከይኮነት ምሳኣ ከይኮነ ፅልዐይ በቃ ምሳእኻ እዩ ክረዳዳእ ተኾይነ እውን ምሳኣኻ እየ ኣነ ምስኣ ለረዳድእ ነገር የለይ ምስኣ ትመፀኒ እውን ኤደሊ ኣብላ ማለት እዩ ቤተሰብ እንግዲ ሓቃ እያ ኦረዲ እቲ ፅልኢ ኣብ ክልተኦም ዋላ እኳ እሳ ትኩን ትመነሻ ግን እሳ ይደሊ ንኣና ሓዳርካ እሞ ካብኣኻ ካብኣኻ ግን እርሕቃ ደኣ ግን ክሪኣ ይደሊ ተይላ እዚ በእውነት ማለት እዩ ቤተሰብ እዚ እንትን ኣየድሊ ምኽሪ ይኹን ንግግር ኣየድሊ በቃ ኣነ ይደልዮይ ኣነ ይደልያ ኣይተላሲ ሜይቢት ኣይኦረዲ እንዴ ኣንለይደልዮ ሰብ ሃመ ገረቅ ኣነ እዚ ሰብ እዚ ኣይደልዮ ይተብለ ኣይደልዮ ግደታ ድለዮ ግደታ ኣስማዕምዕዮ ግደታ ቅረውዮ ማለት ከቢድ እዩ። እና መሓዛኺ ክኾነኪ ኣነ ምሳኣኺ መሓዛ ክኾን እየ ልደሊ ክቀራረብ እየ ልደሊ ትብላ ቤቲ እውን ማለት እዩ እና እሳ ድማ ኣይደልን ብላታ ማለት እዩ ኦረዲ ትጥርጥሮ ሰብ ከመይ ገብርካ ኢኻ መሓዛኻ ትገብሮ ከመይ ገብርካ ኢኻ መሓዛኻ ገብርካ ሳ ገዛኻ ክወፅእ ከኣቲ ህልናኻ ልፈቅደልካ በፍፁም ኣይፈቅደልካይ ማለት እዩ ምክንያቱም ኣብ ውሽጣ ጥርጣሬ ስለለለዋ እንግዲህ ሊሊ ኣብ መንጎ ኣሌክስ እና ቤቲ ዝኾነ ርክብ ከም ለሎ እያ ትጥርጥር እና ከመይ ገብራ እያ ትስማዕምዓ ናታ መሓዛ ትገብራ ከቢድ እዩ እና መሓዛ ገርኒ ለይትገብር እያ ለይትስማዕምዑሞ መሓዛ ክለይትገብር እያ ብልዋሱና ብግዲ ዶ ኣነ ይደልያኝ ስለለይ ደልያ ይደልያኝ ብግዲ መሓዛ ገርኒ ብግዲ ቅረብኒ ልበሃል ነገር የለ ኣነ ደማ ይደሊ ስለዘይደሊ ኣይደሊ መሓዛ ይገብራ ሰይደሊ ያብላ ማለት እዩ። ኣነ እውን ኣድናቕታ እየ ብዚ ኣጋጣሚ መሓዛ ክትገብራ ብለይ ምስምምዓ ኣነ ደስ ይብልኒ ማለት እዩ እና ምክንያቱ ብደካማ ጎና እውን ተኣትያ ስለትኽእል ማለት እዩ እና በነገራችን ላይ ኣብ ናይ ቤት ዓይንና ናይ ኣሌክስ ትርኢ ኣለኹሞ ልብኹም ኣብ መንጎኦም ዝኾነ ነገር ከምለሎ በቃ ናይ ፍቅሪ ኣረኣዮም ብስሳዐ ከም ንረኣይ ኣለዎም ማለት እዩ ብእውነት ይለ ርእየካና እቲ ጥያቄ ደግሞ ንኣሌክሲ ትፈትውዮ ድኺ ኣይትፈትውየ ብላ እያ ጠይቃታ ማለት እዩ እና እቲ ዓይነት ጥያቄ ክትጥይቅ ኣለክኒ ኣብላታ ቤት እውን ያው ሊሊ ደማ ትፈትውዮ ድኺ ትፈትዩ ጥራሕ መልስለይ እዚ መልሲ እዚ ክትምልስለይ ይደልየ የኣብላታ ማለት እዩ እና ያው ቤቲ ደሞ ሃሚ ገረየ ለፍቅሮ ላታ ማለት እዩና መልስለይን ደሞ ታይ ኮይንኺ ሓዋ ዶ ይፍቀር እዩ ኣነ ሓወይ እዩ ኣሌክስ ማለት ሓወይ ዳ ፍቅረኛ ይኾነ ፍቅረኛ እውን ክኾን ኣይክእል እያ ኣብላታ ማለት እዩና እንድሕለይ ኮይን ዳ ንምንታይ ከህይወትና ለይ ትወፅእ ንምንታይ ለይ ትርሕቅ ኣብላታ ማለት እዩ ቤተሰብና ኦረዲ ፍቅሪ ተለይህለዋ ሉ ስሜት ከለይህለዋ ቤት ንምርሓቅ ቀልል ይኖሩ ቤተሰብ ማለት እዩ ቀሊል ብጣዕሚ ቀሊል እዩ እንዴ ውፅለይ በቃ እስኪ እስከ ህይወቴ ና ትርብሽ ለኽና እሞ ካብ ህይወቴ ውፅለይ ተውልካ ሰብ እንዲ ምንም ነገር ለይብልካ ልምርሓቕ ብጣዕሚ ይቀልል ተፍቅሮ ትኮይንካ ግን ልኡ ስሜት ተልዩካ ግን ንክትርሕቕ ዋላ ካብ ውሽጥኻ ናደለየ ግን እቲ ስሜት ንክትርሕቅ ኣይፈቅደልኻይ ማለት እዩ ቤተሰብና ያው እሳ እውን እንግዲህ ካብ ኣሌክስ ንከይትርሕቅ ብዙሕ ነገር እያ ትሕሰብላ ማለት እዩ እና እሱ እውን ም ካብኣ ንከይርሕቅ ኣነ ካብ ኣይርሕቅ እዩ ዝብሎ ቤተሰብ ቀንዲ መፃልኦም ሓዳረይ ይድልየ ግን ካብኣ ክርሕቅ ግን ኣይደልይ ካብኣ ርሕቀሲ በቃ ብሓጭሩስ ደስተኛ ኮይነ ኣይነብር እየ ይብልዋ ማለት እዩ ሊሊ ኣብ ኣፋ እና ከመይ ገይሩ እዩ ካብ ኣርሒቑ ደስተኛ ዘይኮነሉ ምክንያት ከ እንታይ እዩ እንተይልና እውነት ለመናገር ፈትይዎ ኣሎ ማለት እዩ ዋመይ ገይርካ ኢኻ እሞ ለይትፈትዮ ለይተፍቅሮ ሰሲ ካብ ርሕቕ ካብ ኣርሒቑ ሲ እንታይ ኮይኑ ሰላም ለይረክብ እንዴ ምስ ሓዳሩ ምስ ሰበይቱ ምስ ውላዱ ከመይ ገይሩ እዩ ከመይ ገይሩ እዩ ሰላም ዘይረክብ ከመይ እንዴ ኣነ ብእውነት ማለት እና ግራ ክንዲ በቃ ይፈልጥ ድራማ ለክኾን ክኽእል ሓቀኛ ህይወት ለክኾን ክኽእል ግን ክንዲ ኣፍልሊ ኣነ እየ ብእውነት ልናደድ ኣለኹ ማለት እዩ እና እንዴ በቃ እንድሕሪ ትፈልየስ ከዓ እንድሕሪ ትፈልየስ ሰላም ኮይነ ይነብር እያ

ካብኣ ተርሕቀስ ሰላማዊ ሂወት ክነብር ኣይክእል እዩ። ቤተሰብ ምን ጉድ ነው? ኣራማና ኣራምባና ቆቦ ዝኾነ መልሲ ማለት እዩ ግራ ይደጋ ኣነት ናይ ልሊ ብልሊ ቦታ ኮይንካ ትሓስብ ለኻዩ ብጣዕሚ ከቢድ ብቻ እና በስተመጨረሻ ኣይረዳድእ'ሞ ኣውጽኣለይ ምስ በለቶ እሳ ግን ኣውጺኡ ሰድዋ ኪድ ይብሉ ግን በስተመጨረሻ ንዑ ውን ትረዳድኦ ኣይከኣለቲ ናይ መጨረሻ ካብኣ ሂወት ውጻእ እሞ ሰላማዊ ሂወት ምስኣና ትነብር ኣለበለዚያ ግን ምስ ክልተ ክንትልቲ ኮይንካ ኣነ ይነብርን ኣይደልይን ኢላቶ እሞ እሱ ውን በል ከርእየኪ እየ ብሉ ብፈኸራ እዩ ጠንጥንዋ ከይዱ ወጹ ከይዱ ማለት እዩና መጨረሻኦም እንታይ ክኾን እንግዲህ ሓብርና ንሪኦ ክኾን እዩ ንቐጻሊ ማለት እዩና ግን ብእውነት ሌሌ ፅናዕት ይሃባ እየ ልብል ኣነ ምንም ክል ኣይኽእል እዩ ብእውነት ማለት እዩ እና እና ክቡራት ናይ ልምዕንቲ ቪድዮና እዚ መስል ነውሩ ማለት እዩ ብቐፃሊ ቪድዮ እስካብ ንራኸብ ብዙ ክሳናተኩም ብድጋሚ ንቻናል ሓደስቲ ንኾንኩም ሰብስክራይብ ብምግባር ቤተሰብ ይኹኑ ማለት እዩ ብቅንዕና ላይክ እውን ኣይትረስዑ ኣይትሕመቁ ማለት እዩ ይኽፈለና ላይክ ናገበርኩም ነዛ ቪድዮ ሞክርዋ እና ብድጋሚ ሰሰናዩ ፀፅብቑ ጠጥዕሙ መሞቻው ንዓኹም እናበልኩ ብዚ ክሰናበተኩም ክቡራተይ ባይ ባይ ቻው ቻው ባይ ባይ